ሃይ ጋይስ ከመይ ቀኒኹም ደሓን ዶ ቀኒኹም ኣነ እግዚኣብሔር መስገን ፅቡቅ ኣለኹ እስኹም ከዓ ፅቡቅ ክትህልው ተስፋ ገብር ሎማዓንቲ ከዓ ብካሊእ ቪድዮ መፅኤኩም ኣለኹ ከሰድያ ሰሪሕ ኣለኹ ጥዕምቲ ከሰድያ ቀላል እያ ዋላ ንቁርሲ ዋላ ንምሳሕ ዋላ ንድራር ዝኾነና እቲ ዊና ንሰርሓ ማለት እዩ እንጆይ ግበርዋ እቶም ኮመንት ሳብስክራይብ ሸር ዝገበርኩም ከዓ ብጣዕሚ እየ ዘመስግነኩም የቀንየለይ እቶም ዘይገበርኩም ከኣ ኮመንት ሳብስክራይብ ሸር ምግባር ኣይትረስዕዎ ነዚኣ ኢንጆይ ግበርዋ ኣብ ቀጻሊ ብካልእ ቢድዮ ክሳብ ንራከብ ከኣ ብሰላም የራክበና ባይ። ነገራት ኣዚ ቺክን ኣለኒ ደቂቅ ገረ መቲረዮ ኣለኩ ማለት እዩ ኣዚ ከኣ እዚ ቀመማት ገረዮ ኣለኩ ሕጂ እንታይ እንታይ ቀመም ከም ዝገበርኩ ኣዚ ከርእየኩም እየ ማለት እዩ ኣዚ ናይ ሽጉርቲ ጻዕዳ ፓውደር ኣለኒ እዚ ከኣ ክሪሚየም ፓውደር ኣለኒ ዝተጣሕነ ማለት እዩ ኣብዚ ከኣ ኦሬጋኖ ኣለኒ ቺሊ ፓውደር ኣለኒ እዚ ስሞክድ ፓብሪካ ኣለኒ ዋላ ስሞክድ ደይኮነ ክንጥቀም ንኽእል ኢና ኣብዚ ከዓኒ ናይ ሽጉርቲ ፃዕዳ ፓውደር ኣለኒ ናይ ኣሜን ናይ ሽጉርቲ ናይ ኖርማል ሽጉርቲ ፓውደር ኣለኒ ዘይቲ ከዓ ኣቮካዶ ኦይል የጥቀም ሎማዓንቲ ኣቮካዶ ኦይል ኣለኒ እጂ ተቐማማት ምዝ ችክን ሓዊሰ መሪኔት ክገብሮ እየ ማለት እዩ ናይዚ ቀመማት ዓቕን ብዙሕ ቀመም ኣይገበርኩሉን ምክንያቱ እቲ ቺክን ብዙሕ ስለ ዘይኮነ ንእሽተይ ኣታ ቺክን ብዙሕ ስለ ዘይኮነ ብዙሕ ቀመማት ኣይገበርኩሉን ሓደ ናይ ሻሂ ማንካ ዝኸውን እዩ ኩሉ ጨው ከኣ ገይረሉ ኣለኹ ጨው ከኣ ኣብዘሎ ጨው ኣይበልኩን ሕጂ ኩሉ ሓዋዊሰ ክስታይ ይገብሮ እየ እቲ ዝቐመማት ይገብረሉ እየ ይኣኽለኒ ማለት እዩ ዘይቲ ክገብረሉ እየ ይኣኽለኒ ኣብቲ ክጠብስ ከለኹ ዘይቲ ስለ ዘይገብረሉ ሕጂ ዝለኣኽለኒ ጌረሉ ኣለኹ ማለት እዩ። ሕጂ ክብገር ሕልፍ ካብ ኢለ ኣብቲ ዝፈጥንኩምኡ ዳርትካ ንማልእ ዝገብር ማለት እዩ። ነዚ ኣክል ዝፈጥንኩ ክብገር ንሕልፍ ክነብሎ ኣለና። እዘን ቀመማት ደለኣኹኩም ኩሉ ግዜ እንድሕር ኣብ ፍርዣ ኣሜን እንድሕር ኣብ ገዛ ኣሎ ዝኾነ ነገር ክትገብር በቃ ኣይትጭነቕን ኢኻ። ኢዚ ነገር ድጣባበስ ገለ ክትገብር እንድሕር ደሊኻ በቃ ንዑ ሕውስ ሕውስ ኣቢልካ ከምቲ ብቀዳማይ ድራኣኹ ክንጭቦ ለድሕር ክንሰርሕ ደሊና ወላ እንድሕር ዝኾነ ዓይነት ቀሊል ነገር ዝጣባበስ እንድሕር ክንገብር ደሊና እዚ እቲ ብቀዳማይ ድራኣኹ ከም ኬጂያን ቀመምን እቲ ናይ ሸፍ ፖል ከኣ ድሓር ከርእየክን እየ እሰ እንድሕር ኣለካ ወላ ሕጂ ከርእየክን እየ እሱ እንድሕር ኩሉ ግዜ ይበል ኣሎ ዝኾነ ነገር ግዜ ደይብና ነገር እንድሕር ክንሰርሕ ደሊና ኣቢዚ ዝኾናሉ ግዜ ብኡ ጌርና ክስታይ ንገብሮ ማለት ንጥቀም ጽቡቕን ኢዝን ቀሊል ምሳሕ ወይ ድራር ክንገብር ንኽእል ማለት እዩ ቢዚ ክንከውን ኮለና። ሕጂ ነቲ ጽቡቕ ጌረ ሓዊሰዮ ኣለኹ ጎማ ጌረ ሸፊነ ኣብ ፍርጅ ከጽንሖ እየ ጊዜ እንድሕር ኣለና ኣብ ድኾነ ጊዜ ወላ ንጽባሕ ንገብሮ ከም ሎማዓንቲ ክንገብሮ ንኽእል ኢና ነዚ ኣጸቢቁ ጥዑም ይኸውን እንድሕር ጊዜ ዘይብልና ከኣ ወላ ፍርቂ ሳዓት ሓደ ሳዓት እንተገበርናዮ ስቲል ጥዑም እዩ ማለት እዩ ጊዜ ተለና ግን ኣጸቢቁ ክስታይ ክኸውን ዋላ ንጽባሕ ንገብሮ ንምሸቱ እንድሕር ጌርናዮ ጽቡቅ ተሓዋዊሱ ሓድር ማለት እዩ። እዚ ኬዥያን እዚ ማለት እዩ ድኾነ ዓይነት ብራንድ ክንገዝእ ንኽእል ኢና እዚ ናይ ሳምስ ክለብ ብራንድ ኣነ ካብ ሳምስ ክለብ ድገዛእኽዎ እዩ ዋላ ኣብ ድኾነ ግሮሶሪ ካኣ ግሮሶሪ ካኣ ኣለና ድኾነ ዓይነት ብራንድ ማለት እዩ እዚ ብጣዕሚ ጽቡቅ እዩ ከምዚ ከምቲ ብስሊ ንሪኦ ደለና ዋላ ስጋ ክንገብር ኮለና ዓሳ ክንገብር ኮለና ራይዝ ገለ ከምዚ ድጣባበስ ነገር ክንገብር ኮለና እዚ እንድሕር ኣለና ቀሊል ማለት እዩ እዚ ንዕኡ ጥራሕ ጌርካ ድኾነ ድጣባበስ ትገብር ማለት እዩ። ከኣኒ እዚ ናይ ሸፍ ፖል ከኣኒ ብጣዕሚ ጽቡቅ እዩ ሲዝናት ናቱ ማለት እዩ ሲዝኒንግ ናቱ ከኣ ብጣዕሚ ጽቡቅ እዩ ከምኡ ድጣባበስ ገለ ክንገብር ኮለና ብፍላይ ናይ ዓሳ ገለ ሳልመን ክንሰርሕ ኮለና ወላ ሽሪምፕ ገለ ክንሰርሕ ኮለና ከኣ እዚ ናይ ሸፍ ፖል ከኣ ድበለጸ ሲዝኒንግ ማለት እዩ እዚ እንድሕር ኣለና በቃ ኢዚ ኾነልና ማለት ዩ ክስታይ ክንገብር ብፍላይ ነዘም ቢዚ ዝኾንና ኢዚ ማለት ዩ ንኹላትና ማለት ዩ ብጣዕሚ ጽቡቕ ዩ እዚኣ ከዓ በቃ ዋላ ኣብ ኣማዞን ትረኽበ ዋላ ኣብ ግሮሰሪ ሻፕ ይከኣለክን ኣብ ዝኾነ ቦታ ማለት ዩ ወላ በዓል ካፉድ ኣሎ ኣብ ሃይቢ ኣሎ ኣብ ወልማርት ከማን ኣሎ መስለኒ ኣምናሹር ግን በቃ እዚ ከዓኒ ወላ ኣነ ካብ ኣማዘን እየ ዝገብሮ እዩ እዚ ማለት እዩ በቃ እዚኣ ከዓ እንድሕር ገዚእኽና ከዓ ፅቡቅ ማለት እዩ። ሕጂ ትደልየኒ ፋሂዳ ክገብረሉ ከኣኒ እዚ ቤል ፐፐር ኣለኒ እዚ ብጫ ኣለኒ ኦረንጅ ኣለኒ ቀይሕ እዚ ከዓ ሽጉርቲ ኣለኒ ኣርባዕተ እዩ ማለት እዩ ፅቡቅ ገይረ ኣድቅቅ ኣቢለ መቲረ እቲ ብቀዳማይ ደርኣኹ ፋሂዳ ክገብር ከለኹ ዝሰራሕክዎ ንኹም ኣድቂ ቐቢለ ክስታይ ኮብሮ ይኽኽብኩኹም መስርዕ እቲ ቪድዮ ከይነውሕ መቲረዮ ክምለሰኩም እየ ከምዚ ገይረ መቲረዮ ኣለኹ ኣድቂ ቐቢለ ማለት እዩ ከምዚ ገይረ እዚ ብጣዕሚ ጽቡቅ ደስ ዝብለካ እንደገና ከዓ ሄልዚ እዩ እዚ ፈሂዳ ክንሰርሖ ከለና ወላ ንድሕር ኣብ ዳየት ኣለና ወላ ቺክን ሳልመን ጌርና ወላ ብድኾነ ዓይነት ዓሳ ሽሪምፕ እንተሃለወ ተላፕያን ዝኾነ ጌርና ክንገብሮ ንኽእል እንድሕር ጾም ኮይኑ ወይ በጀተርያ እንድሕር ኮይና ከኣኒ ምስ ደፉ ጌርና በቃ እዚ ንምሳ ሕዚ ጥራሕ ሕውስ ኣቢልካ ብጣዕሚ ሄልዚ እዚ ካብ ቫይታሚን ሲ ከኣ ብጣዕሚ ኣለወይ ዝበሃል ብጣዕሚ ጥዑም ዋላ ከምዚ ኢሉ ከሎ ከኣኒ ኣብኡ ከምኡ ጥራሕ ብኣሊቭ ኦይል ገለ ጌርካ ጥብስ ጥብስ ኣቢልካ ወይ ኣበካዶ ኦይል በቃ ጽቡቅ ኢዚ ድራር ናይ ጥዕና ማለት እዩ ወላ ምሳሕ ወላ ንድራር ድሕር ኣብ ዳየት ኣለና ከኣኒ ከምዚ ጌርና ክስታይ ክንገብር ንኽእል ማለት እዩ ብጣዕሚ ጽቡቅ ስለ ዝኾነ በቃ ደስ ብለካ ከምኡ ጌርና ክንጥቀም ንኽእል ኢና ማለት እዩ እዚ ችክን ሕጂ ኣውፅኦ ኣለኹ ካብ ፍርጅ ሓደ ሰዓት ጸኒሑ በቃ ጽቡቅ ተሓዋዊስለይ ኣሎ ሕጂ ክጠብሰ ኣብዚ ባዴላ ገይረ ማለት እዩ

ማለት እዩ ትጠቀም ኩሉ ኣቮካዶ ኦይል እየ ትጥቀም ኦሬጋኖ ከዓ እቲ ኦሬጋኖ ክገብረሉ እየ ማለት እዩ በርበረ ከዓ ፀሊም በርበረ ኣንተበ ተጠቀምኩ ማለት እዩ ኩሉ ኣንተበ ተጠቀምኩሉ እዩ ግን ነዚ ሰለስተ ዓይነት ቀመማት ገብረሉ እየ ጨው ከዓ ጨው ማለት እዩ ዘይቲ ከዓ እሱ ኣቮካዶ ኦይል ክጥቀም እየ ማለት እዩ እዚ ከዓ ኣብኡ ክገብረ እየ ባለ

ሕጂ ኣጸር ድርቕ ዘይኮነ ቁሩብ ጥብስጥብስ ከብሎ እዩ። ከምቲ ናይ በቐዳማይ ደረቓ ፍኑን ክገብር ከሎ ፋሂዳ ኣጸቢቐ ይጠብሶን እየ ቁሩብ ሕውስ ሕውስ ከብሎ እየ ወህ ጸኒሐ እንታይ ከውጽእ እየ ማለት ኣጸቢቐ ኣይብስሎን እየ።

ህጂ ዲያብሎ ኦውያይ ብጻይ ድዕይ ክብሎ ነዚ። ሕጂ ቶርትያ ኣለኒ ብዚ ድኾነ ዓይነት ቶርትያ ክንጥቀም ንኽእል ኢና እዚ ኣለኒ ንዓይ። ቺዝ ከኣ ዝለኒ ሜክሲካን ስታይል ክላሲክ ቺዝ ኣለኒ ድኾነ ዓይነት ቺዝ ዘለና ክንጠቀም ንኽእል ኢና ኣነ ግን እዚ ዝሓዋሰ ቺዝ ኣለኒ ማለት እዩ። ባዴላ ቁሩብ ኦሊቭ ኦይል ስፕሬይ ክገብረላ እየ ቁሩብ ብዙሕ ኣይገብረሉን እየ ከርስኖ እየ ሕጂ ማእከላይ ገይረ ማለት እዩ እቲ ቶርትያ ከይሓረኒ ኣፀቢቐ ዓዋ የብሎን እየ ሓየ ገብሮን እየ ሕጂ ቀስ ገይረ ከርስኖ እየ ደሓር እዚ ቶርትያ ኣብዚ ቁሩብ ፅሉ ከብሎ እየ ጅስ ክገብሮ እኒኤ ክውስኾ ኣለየ ጅስ ፍርቂ ፍርቂ ክንገብሮ ንኽእል ኢና እቲ ጅስ ፍርቂ ጌርና ክንዓፅፎ ንኽእል ኢና ኣነ ግን ኩሉ ክገብሮ ኣለየ ትገብራሉ ትችዝ ችክን ክገብረሉ እየ ማለት እዩ ብሓደ ሳይድ ገይረሉ ኣለኹ እንደገና ምስኡ ከዓኒ ፋሂዳ ክገብረሉ እየ ማለት እዩ ኣብዚኣ ክገብረላ እየ ፋሂዳ ምእንቲ ከዓ ፀፍ ከሎ ክጥዕመኒ ብሓደ ሳይድ ጥራሕ እዩ ዝገብሮ እቲ ፋሂዳ እጅ ክዓፅፎ እየ ማለት እዩ ኢደይ ገይረ ክዓፅፎ ዓፅፌ ኣለኹ ሕጂ እዚኣ ገይረ ኣፀቢቑ ትችት መልስ ከትገብር እዚኣ ቁርብ ፀኒሐ በቲ ሓደ ሳይዝ ከዓ ከምኡ ክገብሩ እየ ማለት እዩ ገምጢለ ኣለኹ ተሓዊ ዝሑለ ገይረ ዘለኹ ምእንቲ ከይሕረረለይ ማለት እዩ በዚ ሓደ ሳይድ ከዓ ገምጢለ ኣለኹ ሕጂ ብሓንቲ ቶርቲ ዓጺፍና ሰሪሕና ኣለና ሓንቲ ከኣኒ ደሪብና ክንሰርሕ ኢና ማለት እዩ እዚኣ ወልቆ ዝሓደ ሸነኽ ከኣ መሊሰ ክግምጥላ እንዴ ቀይሕ ምእንቲ ክብለለይ ከይሓረኒ እቲ ሓዊ ኣጸቢቀ እየ ዝሕልየዶ ኣለኹ እቲ እዚኣ በሲላ ኣላ ከውጽኣ እየ ካልኣይቲ ከኣኒ ደሪብና ክንሰርሕ ኢና ማለት እዩ እቲ ቺዝ ኣጸቢቁ ምልቲ ኮይኑ ኣሎ ቆርጸያ እዚኣ ሕጂ ነዚኣ እዚኣ ጌረ ክቆርጻየ ቅናት እዚኣ ዝኾነ ዓይነት ክንገብሮ ንኽእል ኢና ግን ፎርማ ኮነለይ እዚኣ ጌረ ክቆርጻያ ማለት እዩ እዚኣ ናብ እዚኣ እዚኣ ናብ እዚኣ ቆሪጸየን ኣለኹ ሕጂ ከዓ ከምኡ ስፖርት ገብረሉ እዛ ሰርሕ

ኣብ ኩሉ እየ ገይረዮ ደለኩ ማለት እዩ ፍርቂ ፍርቂ ይገበርክወን ከምቲ ዓንተቦይ ድገበርክወን። ሂዳ ገይረሉ ሕጂ ከኣ ቺክን I mean ቺዝ ክገብረሉ እየ ቁሩብ ብላዕሊ ከምቲ ብዙሕ ደይኮነስ ኦረዲ ስለ ድገበርኩሉ ብዙሕ ደይኮነ ቁሩብ ቺዝ ክገብረሉ እየ ብላዕሊ ክገብሮ እየ ማለት እዩ ካልእ ቶርትያ ኣብ ላዕሊ ገይረ ደለኩ ኣ እዚኣ በሲላ ገምጢለያ ኣለኩ። እንዲህ በቲ ሓደ ሸነኽ ከኣ ትበስል ኣላ። ደሓር ከውጽኣ እያ ማለት እዩ። ንሕለ ሰሪሐዮ ሬዲ ኮይኑ ኣሎ ብጣዕሚ ጽቡቅ ከሰል እያ። ኢዚ እንደገና ከኣ ብጣዕሚ ጥዑም ጽቡቅ እዚኣ ትመስል እንጆይ ግበርዋ ሰሪሕኩም ፈትንዋ ኣብ ቀጻሊ ብካልእ ክሳብ ንራከብ ከኣ ብሰላም የራክበና ባይ።